እዚኦምን ካልኦትን ምሳይ ሪኣክት ናገበርና ክንጸንሕ ነዚ ገዛ ሓደሽ ዝኾንኹ ቀዲምኩም ሳብስክራይ ግበሩ ላብዞም ላብ ኢሎም ማዓንቲ ቪድዮታትና ንእተ ኣቢልኩም ንፅኑ ዳላ ዩ ዳላ ብዘይ ባዕሪ ዓለም ናይ ሕብረ

ናይ ሎሚ ሓዳር ንርእዮ ኣለና ድሕሪ ክልተ ድሕሪ ሰለስተ ወርሓት ዝፍጠር ዘሎ እቲ ጉዳት ንርእዮ ኣለና ግን ናይዚኦም ዝፍለ እዩ ልዕሊ ሰለስተ ዓሰርተታት ላሕለፉ ስሙር ሓዳር እዩ ነይሩ ከምዚኦም እስኪ ይግጠመና ይኣኸ እሺ ሽልማት ብጥሙር ዝኾነ መርዓ ሕራይ ዓሰርተ ሽሕ ኣብዚኣ ሽጉጥ ዓሰርተ ሽሕ ኣብዚኣ ሽጉጥ ኣብዚ ሓ ሰዓት ደራፊ ንምዃን ደራፊ ደራፉ ከዓ ናይ ባህላዊ ደራፊ ምዃን እያ እታ ታዋፅእ ምክንያቱ ኣብ ምርዓ እንዲ ዝለኣክል ሽልማት ተሓፍስ ተኮይንካ ስለዚ ታዋፀና ደራፊ ምዃን እያ ኣቱም ንእሽቶን ክእለት ዘለኩም ሰባት ተጠቐምሉ። ናይ ሶስት
ኩላትና ሓዱሽ ነገር ኣይኮነ እዩ ኩላትና ኣብ ካብድ ኬዝ ኢና ዘለና ማለት ክንደይ ፍቕራ ዝሰኣና ክንደይ ፍቑራት ዝሰኣንኩም ሰባት ኣለና ኢና እና ኣብ ቲክቶክ ሕዚ እውን ኣብ ልዕሊ ፍቕረኛታት ዘይብልና ሰባት ዝኣክል ዓመፅ እናተካየደና እዩ ስለዚ
ኣምላኽ እኮ ሓደ ሓደ ግዜ ኽፉእ እዩ። ኣብ መንጎ ክልተ ሰለፍ ሓደ ገዛ ሰሪሑ ቁልፉ ንኣዳም ሂብዎ ከፊቱ ክኣቱ እቲ ዓሻ ኣዳም ከፊቱ ንምእታው ላዕልን ታሕትን እንትብል ኣምላኽ ላዕሊ ኮይኑ ይስሕቕ ከብዱ ክሳብ ዝቖስል
ርእይቶ ንምሃብ ተጸግመና ሓሳብ እያ ማለተይ ሲ እታ ናይ መጀመርያ ሓሳብ ተስማምዐና እያ እታ ናይ ምስሓቕን ናይ ዘይምስሓቕን ግን

ሳሲ ዘይንፈልጣ ኮይነና ዲና
ተሞቻትኒ ነይራ ኣይፎን ኢለቨን ገዚኤ ኢለያ ሓንቲ ኣይሃበኒ ምሰለትኒ ግን ጸሊኤያ ጸሊኤ ተሞቻትኒ ነይራ ቢራ ብስና ናኸፍተት ምስ ረኣኽዋ ግን ጸሊኤያ ጸሊኤ ተሞቻትኒ ነይራ ናብ ሆቴል መደቀሲ ከይድና ዓሚልና መጽያ ምስ በሉ ግን ጸሊኤያ ጸሊኤ ተሞቻትኒ እኮ ነይራ ኣብ ኮሜንት ቅቅቅ ኢላ ምስ ጸሓፈት ግን ጸሊኤያ ጸሊኤ ጸሊኤያ ቻሌንጅ ንቐጸላ ደሞ ተሞችኹምኒ ነይርኹም

ንመሓዙትኪ ዶ ይትመስሊ ሕጂ ከኣ ካልእ ቀይራ ፎኳስ ወሲካ ኣላ ሓንቲ ታኒካ ባሕሪ ክንቲት ድርባይ ድርባየ ድርባይ ኣነ ሱዛን ማሜ ንሱዛን ማሜ ድመስል ደሓር ከኣ ኣይ ዶንት ሃፍ መሓዛ ኣይ ዶንት ላይክ መሓዛ ኣይ ዶንት ሃፍ መሓዛ ማይ መሓዛ ደቀይ ማይ መሓዛ ሰብኣየይ መሓዛ ኢሉ ነብሰይ ኣነ ባዕለይ ጂም ከኣ ድፈትዎ መሓዛ እዩ ኣንቲ ቆባዕ ብላይ ድርባይ ሳሕሳሕ ተዋረዲ ድበላ ናባይ ጥራሓ ትመፅእ ተዋረዲ ድበላ ተሓር ከዓ ደቂ ሸቆይ ሰብሲ ንነብሱ ክመስል ኣለዎ እምበር ንመሓዛ ነው ነው ነው ነው ነው ቴኬር ኦኬ ፌክ ኣካውንት ጌር ክትመፅእ ብዝኽሲ ኣንቲ ቆማል ብድብድ ተሒሽክ ዝበለ ዝኩሉ ተሰከሚዮ መጋል።
ባይ ዘ ዌይ ሓቃ እያ ሓደ ሓዲኦም ሲ በቃ እግሪ እግርኻ ናተኸተሉ ዝጸርፉኻ ሰባት ናይ ግረሙለይ ብጣዕሚ ማለት እዩ ኔጌቲቭኻ ክጽሮ በቃ ብዛዕባ ናትኻ ኔጌቲቭ ጥራሕ ካጻሪ ይሓስቡና ኣድነው በቃ ታይ ኢኻ ትምልሰሎም ኩሉ ግዜ ሲ በቃ ሓሪፍ ነገር ኣልዒልኻ ሓሪፍ ነገር ሰሪሕኻ ንባዕሉ ሲ በቃ ጽቡቕ ምጽሓፍ ዘይምችዮም ሰባት እኒኦና ይገርመኩም ኣቱም ከምዚ ዓይነት ትገብሩ ሰባት ኣቲ እንታይ ኢኹም ሰብ ዲኹም? ዝቆረፀ ካብ ስራሕ እውን ፍቓድ ዝሓተተ በዚ ዘጋጠመ ነገር ብልቢ ይቕረታ ክሓቶ ደሊ እዚ ህዝብና ዘለዎ ምድላው በቲ ዘጋጠመ ብጣዕሚ ካብ ልቢ ይቕረታ ዝሓትት ሕማቕ እዩ ተሰሚዕኒ ምክንያቱ ንሕና ከም ምንቅስቓስ ንኹን ካልእ ውዳበ ብዘይካ ህዝቢ ኣብ ዝበፅሖ ነገር የብሉን ህዝቢ እውን ኩሉ ሻዕ ፃውዒት ንገብረሉ ኣብ መሳርዕ ቃልሲ እቶ ተወደብ ዓቕምኻ ግበር ናባና ምፃእ ኢና ንብሎ ዘለና ሙፁንብ ዝበለና ግዜ ዝፍንጠስ ፈንጢስና ዝኽፈል ዋጋ ከፊልና ዝዕረት ተዓራሪና ክንከዶ ጥራሕ እዩ ዝግባእ ነይሩ በቲ ዘጋጠመ ግን ብጣዕሚ ይሓዝን ግን ድማ ናይ መወዳእታ ዕድል ስለ ዘይኮነ ንዓይ ካልኣይ ዕድል ክፍጠረለይ ኣነ እውን ኣብዚ ቀዳማይ እብረ ናይ መጀመርታ ተመኩረይ ስለ ዝኾነ ብቐንዕና ሰብ ኢንቮልቭ ክኸውን ብሞራል ክፅበየኒ ሓቢሩ ክኸይድ ሓቢሩ ክሰርሕ ንኹሉ እላቦ ነይረ እዩ ንምንታይ ኣይዶሎጂ ዘለዎ ከቢድ ምስጢር ኣይኮነን ህዝባዊ ሰሚናር ክፉት ኣፍ ደገ እዩ ስለዚ ሕጂ በዚ ዘጋጠመ ነገራት ኣብዚ ናይ መጀመርታ ተመኩረይ ኣነ ዝተምሃርክዎ ብዙሕ ነገር ኣሎ ምሳኻ እውን ዕሊልና ኢና እቲ ናይ ምድላው መንፈስ ብዝተፈላለየ ምክንያት ስለ ዝተሰብረ ወይ ድማ ከምቲ ሞራል ከም ዘለዎ ንኸይከይድ ብዙሕ ነገር ስለ ዘጋጠመ ኣነ እውን ኣብ ከምዚ ዓይነት ኮንፈርት ዘይተሰማዓኒ ግዜ ናብ ህዝቢ ክቐርብ ኣይወሰንኩን
ከምዚ ረኹሞ እዩ እፉይ ዝሓተተሉን ዝቐረየሉን ካብ ኣሜሪካ ናይ ኣሜሪካ ጉዕዞኡ ዝሰረዘሉ ብዚ ምክንያት ከም ዝኾነ ተናጊሩሎ እቲ ንቐፅል ሕዚ ድማ ብዛዕባ ገነት ኣጀንዳ ናካፈቱ ዝፀርፍዋ ዘለዉ መጀመርያ ማቲ ትበሃሎ ዘላት ትፃረፎ ትፅረፎ ዘላት ንረእዮ ካብኡ ንሳ ዝሃቦ ተግብረ መልሲ እውን ንረእዮ ኣስሕዶላ ቁሑ መብላቶ ፓዕ ኣቢላታ ከምዚኣ ከማን ሃፍቲ ሪኤ ኣይፈልጥን ከምዚኣስ ሃፍቲ ሪኤ ኣይፈልጥን ኣነስ ተቆኒነይ ክመፅእ ሓሲበ ነረ ከማን እንዳበኸኹ ይፈልጡኒ ዶ ይኾኑ ኣርቶ ገረይ ዶ ክመፅእ ኣነስ ተቆኒነይስ ክመፅእ ዶ ተረዲኽኒ ይህቡኒ ዶ ይኾኑ ይኽእሎ ዶ ይኾን ከምዚ ግን ብኽያት ኣይክእላን ከምዛ ናይ በቐዳም ናይዛ ጓል ናይዛ ቀዳመይቲ ኣንቲ በርበረ ዳኣ ገራትሉ ትመዓኮራ ፈሓም ዳኣ ገራትሉ ኣቦኻን ኣደኻን ከምኡ ገሮም በኽዮም ኣብ ዓለም ከምኡ ገርካ ኣይትእውን ኣንቲ ክትኩእለኸ ኣንቲ ስቕ በል ተበልካያ ወላ ተሓጉሰ ከላ ተወዲኦ ከለስ ትበኪ ወይለ ኣይተሓጓስ ዲ ገለ በለ ኣይተብለኒ ቻው

ዋ ክትክእሎ ዋ ክትክእሎ ኣንቱም ጸቢላ ከመይ ጅንስ እኳ ዲስኮ ከይዳ ኢሎምኹ ሽዑ ንሱውን ጸቢላ ኢሎምኹስ ንእንዳ ዲስኮ በቃ ፌእ ትብለሉ በቃ ወይለ ጠንቂ ንሕና ከኣ ንዝወዲ ሰጸልልመ ጸልልመ ቢልናዮ በቃ ከምኡ ዓይነት ብኽያት ዋእ እሳቱ እውን ንዓዲ ተደዊልካ ከማን ብዓዲ ከማን ምሓወሉ ብዓዲ ትርፊ ዘረባስ እንታይ እዩ ክገብረሉ ብታ ዝኸዳ መንገዲ ካብ ኣምላኽ ያግኒ ዋላ ካብዛ ሰብ እዚኣ እንተ ዘይረኺቡ ካብ ኣምላኽ ከም ለግኒ ክኣምን ነዎ እና ንሰብ ሓጊዝኻ ፍጹም በቃ ከምዚ ሓጊዘ ግን መሊስኻ ክፉእ ቃላት ምዝራ ብጣዕሚ እቲ ዝገርም እቲ ዝሓመቐ ነገር እዩ። እሺ ንሳ ዝሃወቶ ግብረ መልሲ ድማ ንርእዮ። ኣዲ ብሌና ሓፍተይ እንታይ ኢላ መስልኩም ሓፍተያ ካልእ እቲ ፖለቲካዊ ትብሎ ነገር ንዓ እዩ ዝምልከት ንዓይ ግን ከም ሰብ መጠን ሓፍተይ እያ እንታይ ኢላ መሲልኩም ኣነ ክመጽእ ከለኹ ኢላ ብወንጌል እየ መጽየ ወንጌል እንዳምሃርኩ ሕጉስቲ ኮይነ እየ መጽየ ዳሕራይ ግን ኣብዚ ደረጃ ዘውደቕኩምኒ ንስኻትኩም ኢኹም ኢላ ንምንታይ ኣነ ምስ ኣለኹ ሓሲኺ ተላጊጽኪ ዝበልካኒ ሰብ ኢለካ እኮ ሰብኣይ ተኾንካ ሓቀኛ ተኾንካ ምጻእ ኣብዚ እሞ መጺኻ ኮፍ ኢልካ ሕተተኒ ቃል ብቓል ሓንቲ ብሓንቲ ሓቀኛ እንተ ኮንካ ማለት እዩ ናይ ሜድያ ስቕ ኢልካ ኣብዚ ስም ረኺበ ኢልካ እንካ ሚእቲ ክልተ ሚእቲ ሰለስተ ሚእቲ ኣርባዕተ ሚእቲ ክህበካ እሞ ንኹስ ተፅረፈለይ ንኹስ ተፅረፈለይ ተባሂልካ መፂኻ ስም ሰብ ኣልዒልካ ስእ ኢልካ ክትፀርፍ እዚ ንዓይ ስለ ንዓይ ትፀልእኒ ተሃሊኺ ስለ ትቐንእለይ ዝሓፍተይ ንዓይ ትፀልኣኒ ተሃሊኻ ስለ ትቐንኣለይ ዝሓወይ ቅንኢ ከዓ ክፉእ ቃኤል ንሓዉ ኣቤል ቀቲልዎ እዩ ብቤተክርስትያን መሸቀጢ ከምዚ ጌራቶ ገለ እንዳበልካ ጸርፊ ንሓዉኻ ኣብ ዘይተደለየ ደረጃ ምውዳቕ ማለት እዩ ነቲ ሓዉኻሲ ዘይበሃል ኢልካስ ዘይበሃል ከም ዝብል ትገብሮ ማለት እዩ ሓጊዝኩሙኒ እግዚኣብሔር ይሓግዝኩም እሞ ዝሓገዝካዮ ግን ሓጊዘዮ ይበሃል የማነይቲ ኢድካ ዝገበረቶ ፀጋመይቲ ትፍለጦ እዩ ዝብል በቲ ቃል ርኢናዮ ማለት እዩ ኣብዚ ግዜ ግን ዘመነ ርእየለይ ዘበነ ስምዓለይ ዝበሃል ግዜ እዩ። ዘሎን ዘየሎን ሂወትካ ኣምጺኦም በቃ እቲ ገንዘብ እኮ ትርጉም እኮ የብሉን። ክንዲ እቲ እትወሃረዶ ዘለኻ ዋጋ ስድራኻ ዋጋ ደቅኻ ኣብ ግምት የእቲኻ ዋጋ የብሉን ናይ ኣእምሮ ሃሰያ እዩ ዝገብረልካ ዝረብሕን ዘይረብሕን ክወራዘየልካ ማለት እዩ። ኩሉ ሰብ ነናቱ ሂወት ኣለዎ። ኮፍ ኢልካ ዘለኻ ሂወትካ ረእያ ንባዕልኻ ብዛዕባ ሂወትካ ተዛረብ እሞ ናይ ደቂ ሰባት ሽግር ክርደኣካ እዩ ሽዑ። ክትጽለኣኒ ዘይብቲ ዘይትብርሃኒ ሰብ ኣብዚ ዘላ ዋይ ስለ ትቐንእ ኣብ ውሽጣ ዘሎ ነገር ስለ ዘቃጽለካ ኢኻ እምበር ታይ ስለ ዝገበረካ ንሓውኻ ትጸልኦ ዋይ ጸሪፍኩሙኒ መሊስኩም ከኣ ኣበይባ ጠፊኣ ሰብዓ ሽሕ በሊዓ ሳበይ ኣትያ ዝዓይነቱ። ኣይጠፋእኹን ኣለኹ ዘረባኹም ይጥፊእኒ እንተ ኣዱ ሓፍትና ዝበለቶ ፍረኹም እዩ ኣጥፊእኹሙኒ ገንዘብ ሂብኩምኒ ኣል ሓጊዝኩምኒ ምሽ ግን ቀቢርኩምኒ ቀቲልኩምኒ መይተ እኮ እየ ንዓኹም ኣነ ምውት እየ እኮ ምክንያቱ በሊዕኺ ኢኽሞ ትፍእዮ ካብቲ ዝሓለፈ ሂወተይሲ ደጊምኩምለይ ስረኣ ጌራሲ ናብ ዲስኮ ከይዳ ደቀይ ሒዝካለይ ኔርካሲ ከመዓረይ ደቀይ ሒዝኩምለይ ኔርኩም ዶ ኣብቲ ዲስኮ ክከይድ ከለኩ እወ እቲ ስእሊ ከኣ ኣምጽእዎ ብመርትዖ እንዲኩም ትዛረቡ ዘለኩም ንፍዓተይ ኣምጽእዎ እቲ ስእሊ እሞ ተዛረቡ ሽዑ ብኣይ። ከምዚ ረኹመየን ክፉትዋት ተኸታተልቲ ብጣዕሚ ዘሕርቅ ነገር እየ ማለተይሲ እዛ ሓፍትና ሓቃ እያ ኩላትና ንፎትያ ኩሉ ሰብ ድማ ዝፎትያ ዝነበረት ሰብ እያ ድሕሪ እቲ ዝተገበረላ ሓገዝ ግን ጠፊኣ ካብ ሶሻል ሚድያ ካብኡ ምኽንያት ምጥፍኣ ደማ ከምዞም ዓይነት ሰባት ኢዮም። ከምዚ ረእኹሞም ኢዮም። ሓግዝናያ ኢሎም ያሻማቅዋ፣ እቲ ዝነበረ ሕሉፍ ሂወታ ሓስው። እዛ ሰብ እዚኣ ንኽትቕጽል ናይ ደቃ ሂወት ንኽተድሕን ንኽትቕጽል ኢያ ሓገዝ ሓቲታ ነይራ። ከምዚኦም ዓይነት ሰባት ግን ንኽትሻማቀቅ እንዳገበርዋ ኢዮም። እዚ ድማ ዳርጋ ዘይተሓገዘት ኢዩ ክብሎ ንብሎ ንኽእል ኢና። ምኽንያቱ እዛ ሰብ እዚኣ ተሓግዛ ግን ድሕርኡ ኣነ ዝሓስቦ ዝነበርኩ ድሕሪ ተሓገዝ ብዙሓት ነገራት ኢኻ ትገብር። እቲ ትገብሮ ዝነበረ ጽቡቅ ነገርን ሳውን ክቕጽሎ ኢዩ ነይሩ እና ኩላትና ተስፋና። ብጣዕሚ ዘሕፍር ነገር እዩ እና በይዛኹም ከምዞም ዓይነት ነገራት ንዘይምግባር ንቆጠብ በሃላ እየ ዝነማዕንቲ ዝነበሩ ቪድዮታት እዚኦም ይመስሉ ነይሮም ፍትዋት ክብራትን ተኸታተልተይ ኣብ ቀፃሊ ብካልኦት ቪድዮት ክሳብ ዝምለሰኩም ኣብዚ ክፍለይ ምሳይ ሓቢርኩም ስሉ ዝፀናሕኩም ግን ኩልኹም ቴንኪ ክብለኩም ይደሊ ባይ ባይ ባይ ባይ